እቅሬታ ታንኪዩ እታ ነገር እንታይ ምናልባት ከም ዝግለጽ ጸንሐ እዩ እቲ ግዜ እንተ ዝህሉ ኣስፊሕና ምተዘራረብና ነርና ከምዚ ዝተባህለ ኣብ ጋዜጣ ኩላትና ሰሚዕናዮ ኣንቢብናዮ ኢና ፕሬዚደንት ባይቶ ዝሃበና ስልጣን መዚዑና ዝበሃል መግለፂ ተዋሂቡ እዩ ኩላትና ኣብቲ ባይቶ ነርና ባዕሉ ፕረዚደንት እዩ ንመሓሙድ ሸሪፎ ነዚ ስራሕ እዚ ክሰርሕ መዚዝዎ። ፕረዚደንት ኣብቲ ኣኼባ ናይ ሰልፊ ሕጊ እትነድፍ ኮሚቴ ክትቆውም ምስ ተወሰነ እምበኣር ሸሪፎ ነዚ ስራሕ እዚ ምርሓዮ መሳርሕትኻ ዝኾኑ ሰባት ከኣ ምረጽ ኢሉ መዚዝዎ። ኣብቲ መጨረሽታ መዓልቲ ናይ ኣኼባ ከኣ ሸሪፎ መጺኡ ክስቶን ክስቶን እዮም ኢሉና፣ ጽቡቕ ኢልና በቲ ዝነበረና መንፈስ ምትእምማን ኬድና። ካልኣይ እቲ እታ ኮሚተ ዘቕረበቶ ንድፊ ከም ዘለዎ ሓንቲ ቃል ከይተወሰኸታ ሓንቲ ቃል ከይጎደለታ ናብ ህዝቢ ተዘርጊሓ ይዝረበላ ኣሎ። እቲ ዝድለ ከኣ ህዝቢ ክዛረበሉ እዩ። እዛ ኮሚተ እዚኣ ናይ ምንዳፍ ስልጣን እዩ ተዋሂብዋ ነይሩ። ኣብ ኩሉ ቦታታት ከይዳ ነዚ ንድፊ እዚ ናይ ምግላጽ ስልጣን ኣይተዋህባን። ግን ዋላ ተዝወሃባ እውን ብግብሪ ክትገብሮ ኣይትኽእልን እያ። ሽዱሽተ ኣባላት ዘለዋ ኮሚተ ኣብ ምሉእ ዓለም ተንቀሳቒሳ፣ ኣብ ምሉእ ሃገር ተንቀሳቒሳ ኣበየናይ መዓልቲ እያ ነዚ ኮሚተ ነዚ ንድፊ እዚ ኣብ ህዝቢ ከተብጽሖ ትኽእል? ኣብዚ ጥራይ ክልቲኦም ኣምባሳደራት ክልተ ወርሒ ሰለስተ ወርሒ ወሲድሎም ኣሎ ዓዲ ዓዲ እናኸዱ ክገብርዎ። እቲ ዝግበር ዘሎ ክትዕ ከኣ ነጻ ምዃኑ ኩሉ ሰብ ነጻ ኮይኑ ዝዛረበሉ ምዃኑ ከኣ ኩላትና ዝረኣናዮ ነገር ስለ ዝኾነ ኣነ ብዙሕ ዘዛርብ ኣይመስለንን። እዚ እውን መበገሲ ናይ ከምዚ ዝኣመሰለ ነገር ክኸውን ዘይክእል ነገር እዩ። ካልኣይቲ እዛ ናይ። ናይ ቤት ፍርዲ ፕረዚደንት ጉዳይ ዓንተቦይ እውን ተላዒላ ነይራ ረሲዐያ። ፕረዚደንት ቤት ፍርዲ ፕረዚደንት ቤት ፍርዲ እዩ። ፕረዚደንት ቤት ፍርዲ ስለ ዝኾነ ድማ ናይ ፅነት ናይ ቤት ፍርዲ ክሕሉ እንተደኣ ኮይኑ ፕረዚደንት ቤት ፍርዲ ናይ ፖለቲካ መርገፂ ክወስድ የብሉን። ናይ ፖለቲካ መርገፂ እንተደኣ ወሲዱ ናጽነቱ ከም ፕረዚደንት ናይ ቤት ፍርዲ ኣጥፊእዎ ጥራይ ዘይኮነ፣ ድሕሪኡ እቲ ቤት ፍርዲ ናጽነት የብሉን ማለት እዩ፣ ናይ ፖለቲካ መርገጺ እንተ ወሲዱ ፕረዚደንት ናይቲ ቤት ፍርዲ። ፕረዚደንት ናይ ቤት ፍርዲ ኣብ ዝሓለፈ እዋን ኣብ ዝገበሮ መደረ፣ መንግስቲ ናይ ናይ ቤት ፍርዲ ናጽነት ከም ዝገሃሰ፣ ፕረዚደንት ኣንጻር ናጽነት ናይ ቤት ፍርዲ መርገጺ ከም ዘለዎ፣ ብማዕከናት ዜና ናይ ኤርትራ ኣንጻር ቤት ፍርዲ ቀጻልን ዝተወሃሃደን systematic and sustained ዝበሎ ዘመተ ይግበር ከም ዝጸንሐ ካብ ተስዓን ሽዱሽተን ንደሓር ገሊጹ። ብቐዳምነት እተን ንሱ ዝተዛረበለን ፕረዚደንት ዝተዛረበለን ክልተ ኣጋጣሚታት ሓንቲ ብ ተስዓን ሽዱሽተን እያ፣ ካልኣይቲ ብ ተስዓን ሸውዓተን እያ። ኣብ ተስዓን ሽዱሽተን ገምጋም ናይ ሓሙሽተ ዓመት ናይ ናጽነት ኤርትራ ኣብ ዝገበረሉ ቃለመጠይቕ ምስ መጽሔት ሕድሪ፣ ተመሊስኩም ክትርእይዎ ትኽእሉ ኢኹም፣ ነቐፌታዊ ገምጋም ናይቲ ተመክሮ ገይሩ። ናይ ፍርዳዊ ትካልና ድኽመታት ገሊጹ ከሕይል ከም ዘለዎ ገሊጹ፣ ናይቲ ፈጻሚ ኣካል ድኽመታት ዘርዚሩ፣ ናይቲ ሕጋዊ ኣካል ድኽመታት ዘርዚሩ። እዚኣ ሓንቲ ኣጋጣሚት እያ። እታ ካልኣይቲ ኣጋጣሚት ከኣ ተስዓን ሸውዓተን ህዝቢ ብምረት ኣብያተ ፍርድና ግቡእ ስራሕ ይሰርሕ የለን፣ ተዳኺሙ ኣሎ፣ ፍትሒ የለን ኣብዚ ሃገርዚ ኢሉ ኣብ ዝሓተተሉ እዋን እወ ኣብያተ ፍርድና ድኹም እዩ ኢሉ ተዛሪቡ። እዚኤን ክልተ ኣጋጣሚ ኣብ ዓሰርተ ዓመት ብፕረዚደንት ብዛዕባ ቤት ፍርዲ ዝተዛረባ እየን። ኣብ ውሽጢ እዚ ዓሰርተ ዓመት እዚ መንግስቲ ኤርትራ ወይ እቲ ፈጻሚ ኣካል ኣብ ዝኾነ ይኹን ናይ ጉዳይ ቤት ፍርዲ ኢዱ እትዩ ይፈልጥን እዩ። ዝኾነት ትኹን ውሳኔ ብቤት ፍርዲ ዝተወሰደት መንግስቲ ዝገልበጣ የላን። ዝኾነት ትኹን ጉዳይ ኣብ ቤት ፍርዲ እናተመርመረት ከላ መንግስቲ ከምዚኣ ግበሩዋ ኢሉ ኢዱ ዘእትወላ የላን። እዚኣ ከኣ ባዕሉ ጠዓመ ንነብሱ ዝእመነላ ነገር እያ። እዘን ክልተ ዘረባ ኣብ ዓሰርተ ዓመት ዝተዘርባ ከም። ናጽነት ናይ ቤት ፍርዲ ዝግህስ መርገጺ ተግባራትን ቀጻልነትን ናይ መንግስቲ ጌርካ ምቕራብ፣ ማዕከናት ዜና ናይ መንግስቲ ድማ ኣብ ዝኾነ ይኹን እዋን ንቤት ፍርዲ ነቒፉ ዘይፈልጥ እንከሎ ሳስቴይንድ ካምፔይን ይካየድ ኣሎ ምባል ኣብዚ እዋን'ዚ ምስ ዘሎ ናይ ፖለቲካ ሃዋሁ ኣብ ኤርትራ ፖለቲካዊ ጸግዒ ወሲድካ ፖለቲካዊ መርገጽን ፖለቲካዊ መግለጽን ምሃብ ስለ ዝኾነ ኣነ ኣብቲ ኣኼባ ነይረየ ነዚ መግለጺ ዝሃበሉ ብዙሓት ናይ ሕጊ ክኢላታት ኣብቲ ኣኼባ ነይሮም እዮም እዞም ናይ ሕጊ ክኢላታት ድማ በዚ ሎም መዓልቲ ዝወሰዶ ፖለቲካዊ መርገጺ ጠዓመ በየነ ንነብሱ ከም ፕረዚደንት ናይ ሃይኮርት ዲስኳሊፋይ ዝገብር ንነብሱ ጥራይ ዘይኮነ ነቲ ትካል ነቲ ሃይኮርት ዲስክረዲት ዝገብር ተግባር እዩ ፈጺሙ ኢሎም ኣብኡ ዝነበሩ ብዙሓት ናይ ሕጊ ክኢላታት ዝተዛረብሉ ነገር እዩ። ስለዚ እዚ ስጉምቲ እዚ ብዝኾነ ይኹን ኣገባብ ናጽነት ናይ ቤት ፍርዲ ዘይትንክፍ ናጽነት ቤት ፍርዲ መንግስቲ ዝኣምነሉ ኣብ ቅዋም ዘስፈሮ ዓሰርተ ዓመታት ክጣበቐሉን ክሟጎተሉን ዝጸንሐ ኩሉ ጉድለታት ናይ ቤት ፍርዲ እናተራእየ ኢድና ኣይነእቱን ኢና ቤት ፍርዲ ዝወሰኖ ከም ቤት ፍርዲ ዝወሰኖ እዩ ዝኸይድ እናበለ ክሰርሐሉን ክጣበቐሉን ዝጸንሐ ነገር ስለዝኾነ ንናይ ቤት ፍርዲ ናጽነት እውን ዝግህስ ኣይኮነን። በንጻሩ ኣብ ዝሓለፈ ዓሰርተ ዓመት፣ ምናልባት ዝርዝር ክዛረብ ኣይክእልን እየ፣ ነቲ ኣብያተ ፍርዲ ንምሕያል መንግስቲ ኣብ ነፍሲ ወከፍ ንኡስ ዞባ ኣብያተ ፍርዲ ከም ዝስራሕ፣ ናይ ሕጊ ክኢላታት ካብ ዩኒቨርሲቲ እናተመርቑ ብቐጥታ ፈራዶ ከም ዝኾኑ ንምግባር ብዝተፈላለየ ስጉምታት ክወስድ ጸኒሑ እዩ። ነዛ ጉዳይ እዚኣ ስፍሕ ዘበለ መግለጺ ዝህበላ ዘለኹ ግዜኹም ክወስድ ኢለ ዘይኮንኩስ በዚ ሕጂ ዘሎ እዛ ሓንቲ ካብተን ምድንጋር ዝግበረለን ዘለዋ ጉዳያት ስለ ዝኾነት እዩ።
ኦኬ ናተ ሕቶሲ ብዛዕባ እዚኦም ናይ ባዶ ትሽዓተ ኣገል ገንዘብ ኣጠፋፊኦም ወይም ከዓ መዝነቶም ብምጥቃም ኣጠፋፊኦም ተባሂሉ ንተወሰነ ዓመታት ተፈረዶም ብዛዕብኦም እየ ክሓትት ደልየ ዘለኹ ምክንያቱምሲ ነቶም ካልኦት ብድሕሪኦም ዘለኹም ኣብ ስልጣን ዘለኹም ሕማቕ ኣርኣያ ክኸውን ስለ ዝኽእልሲ ዳግማይ ክሕሰበሉ ኣለዎ ኢለ እየ ዝኣምን።
ኣህራይ ብኽልተ መንገዲ ክምልሳ እየ። ቀዳማይ ነገር ምናልባት ከም ውልቀ ሰባት ከምቲ ዓንተቦይ ንዛረበሉ ዝነበርና ስለ ዝኾነ ናይ ሰብ ታሪኽ ኣይንኽሕድን ኢና። ኣብ ግዚኦም ዘበርከቱ፣ ዝተጋደሉ፣ ጅግንነት ዝፈጸሙ ብዙሓት ካብኣቶም ጀጋኑ ከም ዘለዎም ኣይንኽሓዶ ክከሓድ ዝግባእ ኣይኮነን። ተጋግዮም ከኣ በዲሎም ገበን ፈጺሞም። ገበን ስለ ዝፈጸሙ ድማ ኣብ ሕጊ ቀሪቦም ፍርዲ ተዋሂብዎም ኣሎ። ከምዚ ክግለጽ ዝጸንሐ ብዙሓት ዜጋታት ኣለዉ፣ እዚ ተዋሂቡ ዘሎ ፍርዲ ፎኪስ እዩ፣ እኹል ኣይኮነን ዝብል ርእይቶ ዘለዎም ሰባት ኣለዉ። ናይ ብዙሓት ሰባት ርእይቶ ከኣ እዩ። ግን ከምታ ዝበልኩዋ፣ እታ ጉዳይ ቤት ፍርዲ ምስ ተወሰነት እቲ መንግስቲ ኢዱ ከእትወላ ስለ ዘይክእል እቲ ፍሉይ ቤት ፍርዲ ሕግታቱ ከኽርር ንገበን ብፍላይ ንብልሽውና ዝህቦ መቕጻዕቲ ሓያል ክኸውን ከም ዘለዎ ብቐላሊ ብቐጻሊ ዝረበሉ ኣሎ። ነቲ ዝተወሰነ ውሳኔ ግን ናይ ቤት ፍርዲ ውሳኔ ስለ ዝኾነ ንድሕሪት ተመሊስና ክንሪኦ ስለ ዘይንኽእል ንብድሕሪ ሕጂ ግን ብኸምዚ ዝኣመሰለ ተሪር ኣተሓሕዛ ክተሓዝ ነፍሲ ወከፍ ዜጋ ርእይትኡ ከቕርብ ኣገዳሲ እመስለኒ።
ብዙሓት ሰባት ካብ ብዙሕ ዓድታት ተጓዒዞም ይመጽኡ ኣለዉ። ቆልዑት ኣለዉ፣ መንእሰያት ኣለዉ፣ ክመሃሩ ዝደልዩ። ብዛዕባ እዚ ኣመጻጽኣ እዚ ጉዳይ እዚ እንታይ ከም ምዃኑ ክፈልጡ ዝደልዩ ኣለዉ። ስለዚ ኩሉ ግዜ እንታይ ኢና ንብል? ኣብ ዓድና ዘሎ ጉዳያት

ህዝቢ ኤርትራ ዝሓቕፎ መንግስቲ ዝተክል ካልኣይ ፕረዚደንታዊ ምርጫ ንኣርባዕተ ወርሒ ተሪፍዎ ኣሎ። እቶም ሕጹያት መን እዮም? ኣብ ፕረዚደንታዊ ምርጫ ዝወዳደሩ ካብ ሓደ ንላዕሊ እዮም። መን ኢና ንመርጽ? ሳልሳይ ኤኮኖሚ ኤርትራ ካብ ሽዱሽተ ሚእቲ ሽሕ ዘይበዝሑ ናይ ህግደፍ ኣባላት ይውንንዎ። ስለምንታይ?
ሕራይ። ብቐዳምነት ኣብ ኤርትራ ወተሃደራዊ መንግስቲ የለን። ህዝቢ ዝድግፎ፣ ህዝቢ ዝቕበሎ መንግስቲ እዩ ዘሎ። ብዛዕባ ምርጫ ተላዒሉ ነይሩ። ምርጫ ክካየድ እዩ። ምርጫ ኣብ ውሽጢ ሃገር ጥራይ ዘይኮነ ኣብ ወጻኢ እውን ክካየድ እዩ። ኣብ ወጻኢ ዘለኹም ኤርትራውያን ኣብ ኣሜሪካ ዘለኹም ኤርትራውያን ቅድሚ ሕጂ እውን ኢለየ ነይረ እየ ወከልትኹም ናብ ፓርላማ ኤርትራ ክትሰዱ ኢኹም። እዚ ሓወይ ክሓትት ዝጸንሐ እውን ክወዳደር እንተ ደልዩ እሞ ህዝቢ እንተ መሪጽዎ ወኪልኩም ኮይኑ ፓርላማ ናይ ኤርትራ ክመጽእ ይኽእል እዩ። እቲ ፕረዚደንት ዝኸውን ሰብ ከኣ ካብ ኣባላት ናይ ፓርላማ ዝምረጽ ስለዝኾነ ዝኾነ ፓርላማ ዝኣተወ ሰብ ፓርላማ ዝመረጾ እውን ፕረዚደንት ናይ ኤርትራ ክኸውን ስለዝኽእል ዘጸግም ነገር የለን። ኣብ ሕቶ ናይ ህዝባዊ ግንባር ኣባላት ህዝባዊ ግንባር ቁጠባ ናይ ኤርትራ ይውንንዎ ዝበሃል ካብ ሓቂ ዝረሓቐ ምዃኑ ኩሉ ሰብ ዝፈልጦ ነገር እመስለኒ። ኣባላት ህዝባዊ ግንባር መን እዮም፣ እንታይ ረኺቦም፣ እንታይ ዓይነት መነባብሮ ኣለዎም ኩሉ ዝፈልጦ እዩ። ዓንተወይ እውን ንዛረበሉ ነይርና። ኣባላት ህዝባዊ ግንባር ዝበሃሉ ተጋደልቲ ኣለዉ። እንታይ ዓይነት መነባብሮ ኣለዎም ተጋደልቲ ኣብቲ ሃገር? ተጣየሱ ተጋደልቲ ኣለዉ። እንታይ ዓይነት መነባብሮ ኣለዎም? ኣካለ ስንኩላን ኣለዉ። እንታይ ዓይነት መነባብሮ ኣለዎም? እቲ ሓፋሽ ውድባት ናይ ህዝባዊ ግንባር ኮይኑ ሙሉእ ዕድሚኡ ሙሉእ ሂወቱ ከርተት ዝበለ ካልኦት ካሊእ ዕድል ክረኽቡ ከለዉ ዕድል ዘይረኸበ እንታይ ዓይነት ዕድል ኣሎ ኣብ ኤርትራ ቀደም ይበሃል ነይሩ ሕጂ ድላይና ክንገብር ኢና ሃገር ነጻ ምስ ወጸት ዝኽልክለና ሰብ እንተሎ ክንርኢ ኢና ይበሃል ነይሩ ኤርትራ ከኣ ዋላ በቶም ዝተቃለሱላ ዝተሰውኡላ ዘበርኮቱላ ነጻ ተኾነት ናይ ኩሉ ኤርትራዊ ስለ ዝኾነ ተባሂሉ ድማ ንኹሉ ኤርትራዊ ማዕረ ዕድል ተዋሂቡ እዩ። ስለዚ ጉቡኡ ዘማልእ ኤርትራዊ መሰል ኣለዎ። ዘበርከተ፣ ዘወፈየ፣ ዝሰርሐ ከኣ ሞሳ ክረክብ ኣብ ኤርትራ ጉቡእ እዩ እሞ ዝተባህለ ሕቶታት ኣነ ኩሉ ሰብ ዝፈልጦ ስለ ዝመስለኒ ምሕታቱ ጽቡቕ እዩ። እቲ ምሕታቱ እውን ንስከፈሉ ነገር ከም ዘየለ ከምዚ ግርማ ዝበሎ ከረጋግጽ እደሊ እየ ምናልባት እታ ሓንቲ መጨረስታ ክብላ ዝደሊ ዓንተወይ ካብተን ዝመጻ ዘለዋ ዘረባታት ሓንቲ ተላዒላ ነይራ ሻዕብያ ዝበሃል ዘረባ ኣሎ ወያነ ሻዕብያ ሻዕብያ ሻዕብያ እናበሉ እዮም ዝዛረቡ ሻዕብያ ከዓ ቅድሚ ሕጂ ከም መግለጺ ናይ ሓደ ውድብ ጥራይ ዘይኮነስ ከም መግለጺ ናይ ህዝቢ ኤርትራ ዝተወስደ ነገር እዩ ብኸምኡ እዩ ዝፍለጥ። ኣብዚ መጨረሽታ ትማሊ ሻዕብያ ሎሚ ሻዕብያ ፅባሕ ሻዕብያ ዝብሃል ናይ ምልኪ ኣተሓሳስባ ኣሎ ኣብዚ ሃገር እዚ እናተብሃለ ከም ነቐፌታ እውን ክቐርብ ፀኒሑ እዩ። ኣጋጣሚ ኮይኑ ከዓ ምናልባት እዞም ባህሊ ማይ ኣንበሳ ይፈልጥዋ ድዮም ኸድጃ እያ ትደርፋ እታ ደርፊ የላን መስለኒ ግን ምናልባት ዘይነብ ክትደርፈልና እንተኽኢላ እታ ናይ ትግረ ደርፊ ውን ስለ ዘላ ብዛዕባ ሻዕብያ ክንዛረብ ከለናስ ብዛዕባ ውልቀ ሰባት ብዛዕባ ውድብ ጥራይ ኣይኮናን ንዛረብ ብዛዕባና ከም መንነት ከም ሃገር ንዛረብ ስለ ዘለናስ ብኸምዚ ክረኣ ዘለዎ መስለኒ ናትና ሰሚናር ኣብዚኣ ክንውድእ ኢና ንግርማ ዕድል ክቦ እየ ግን ናይ ብሓቂ ኩሉ ሻዕ ዝብሎ እየ ትሕበን ትኮርዕ ብህዝቢ ኤርትራ። ክትኮርዕ ድማ ሱቕ ኢልካ ካብ ሰማይ ኣይኮነን ኩልሻዕ ኣብ ጎንኻ ኣሎ ኩልኻ ምሳኻ ቃለስ እሱ ስለ ዘሎ ድማ እዩ ኩልሻዕ ብዙሓት ሰባት ከም ጃህራ ይወስድዎ ኹን ክንዕወት ኢና ክንብል ህዝብና ስለ ዝሓዝና እዩ ወያነ ክንድርዕማ ኢና ኣይትስዕረናን ኢና ዝብል ህዝብና ስለ ዝሓዝና እዩ ሕጂ ብጻይ የማነውን ዓንተቦይ ኩሉ ክንሰግሮ ኢና፣ እዛ ኤርትራና ክትምዕብልን ምዕብልትን ክትከውን እያ ክንብል ከሎና ኩሉ ኣሎና፣ ሓፋሽ ኣሎና፣ ጥረ ነገራት እውን ኣሎና ኣነ ክነግረኩም ኩሉ ጥረ ነገራት ኣሎና፣ ወርቂ ኣሎና፣ ኩሉ ኣሎና ግን እቲ ክእለት ናይ ምውጻእ የብልናን ክትፈልጡ ኣይንሓፍርን ኣይትሕፈሩ። ድኻታት ኢና ካብዚ ድኽነት ግን ብጻዕሪ ናይ ህዝብና ብጻዕሪ ነእቶ ኢንቨስትመንት ናይ ወጻኢ ዝኾነ ወርቂ ሃልዩኒ ዝኾነ ሃብቲ ሃልዩና ኣብዚ ዓለም ዘለናዮ መድረኽ እቲ ቴክኖሎጂ ክኣቱ ኣለዎ እቲ ቴክኖሎጂ የብልናን ኣይንሕፈር ነቲ ቴክኖሎጂ ከመይ ጌርና ከም ነእቶ ከመይ ጌርና ሃገርና ከም ነባዕብል ኩላህና ክንሃስብ ኣብዚ ዘሎ ድማ እቲ እቑር ሃይሊ ኩሉ መንእሰይ ክመሃር ኣብ ኩሉ ቴክኖሎጂ ትመሃር ዓንተቦይ ከም ሃደ ኣብነት ዝጠቀስክዎ ሃደ ናይ ዓሰርተ ሽሕ ዝጎይ ግን ኣብ ኩሉ ሴክተር ሓካይም ኢንጅነርስ ነርስ ኩሉ የድልየና ኣሎ እሞ ኣጆኹም ኣጆና ንቅድሚት ዓወት ንሓፋሽ።